ብዘይ ፍላጥካ ክጥቀሙልካ ከለዉ ዘርእይዎም ኣርባዕተ ናይ ስነ ልቦና ምልክታት። ኣብ ህይወትና ምስ ገሊኦም ሰባት ክንዘራረብ ከለና ወትሩ በዳሎ ወይ ከዓ ጌገኛታት ኮይኑ ዝስምዐና እዋን ኣሎ ዶ ትብሉ? ወይ ድማ ሓደ ነገር ክንገብር ድልየት ዘይሃለወና እንከሎ ብሰንኪ ጸቕጢ ናይቲ ሰብ ግን እሺ ኢልና ክነተግብሮ ንግደድ ዶ? እቲ ሓቂ ኣብ ዙርያና ዘለዉ ሰባት ኩሎም ቁኑዓት ወይ ከዓ ክፉኣት ማለት ኣይኮነን። ገሊኦም ሰባት ንዓኻ ንኽጥቀሙልካ ብዘይፍላጥካ ናይ ስነ ልቦና ፀዋታታት ማይንድ ጌምስ ይፃወቱልካ እዮም። እዚ ሞኖፕሌሽን ወይ ድማ ምጭብባጥ ይበሃል። እዚ ነገር እዚ ብስውር ስለ ዝግበር እንተዘይነቒሕካሉ ንነዊሕ ዓመታት ሰለባ ክትኸውን ትኽእል ኢኻ። ኣብ ናይ ሎሚ ቪድዮና ሓደ ሰብ ብስውር ክጥቀመልናን ክቆፃፀረልናን ከሎ ዘርእዮም ኣርባዕተ ዓበይቲ ናይ ስነ ልቦና ምልክታት ኢና ክንርኢ እዞም ምልክታት እዚኦቶም ብምፍላጥና ድማ ርእስናን መጻኢናን ክንሕሉ ይገብረና እዩ። ስለዚ ክስካብ መወዳእታ ምሳና ጽንሑ። ነዚ ቻናል እዚ ላይክ፣ ሸር፣ ሳብስክራይብ ዘይገበርኩም ደሞ እናገበርኩም መበረትታዕኩም ኣይፈለየና። ሰላምታ ኣይረሳዕኹይ ክቡራት ቤተሰብ ሉዋም ሚድያ ከመይ ቀኒኹም ኣኣብ ዘለኹምዎ ሰላም ፍቕሪ ራህዋ ኩሉ ንዓኹም ክኸውን እናተመነኹ እምበኣርከስ ሰባት ብዘይፍላጥና ክጥቀሙልና እንከለዉ ዝረኦይና ኣርባዕተ ምልክታት ኢና ክንርኢ ማለት እዩ እቲ ሓደ ነቲ ሓቅና ንጠራጠሮ ኢና እዚ ክንብል ከለና ሓደ ካብቶም ሓደገኛታት ናይ ስነ ልቦና መሳርሕታት ኮይኑ ጋዝላይቲንግ ይበሃል። እዚ ማለት ሓደ ሰብ ንዓኻ ንምቁጽጻር ንናይ ባዕልኻ ዝኽሪ ወይ ከዓ ሓቅነት ወይ ኣእምራዊ ጥዕና ክትጠራጠር ዝገብረካ መስርሕ እዩ። ንኣብነት ሓደ በደል ክገብሩ ከለዉ ሒዝካዮም ኣነ ከምኡ ኣይገበርኩን ኣነ ከምኡ ኣይበልኩን ንስኻ ኢኻ ትሓልም ዘለኻ ብወነኻ ዲኻ ላብ ወነኻ ተመለስ ይብሉኻ ተገምጢሎም ማለት እዩ ስለዚ ተነቃፊ ይገብሩኻ እዚ ነገር እዚ ብተደጋጋሚ ክግበር ከሎ ድማ ብሓቂ ጌጋ ግን ናቱ እዩ ዝመስል ኢልና ንርእስና ክንጠራጠር ንጅምር ማለት እዩ ስለዚ እዞም እዚ እቲ ዝፃወተልካ ሰብ ድማ ነቲ ናይ ምጥርጣር ድኻንካ ተጠቒሙ ንኹሉ ውሳነታትካ ክቋፃፀሮ ይጅምር። መፍትሒኡ እንታይ እዩ እንተይና ንናይ ባዕልና ስምዒትን ሓቅነትን ኩሉ ግዜ ክንኣምን ይግበአና። እቲ ካልኣይ ምልክት ድማ ናይ ገበን ስምዒት ምፍጣር ገልትራፒንግ ይበሃል። እዚ ማለት ሓደ ሰብ ዝደልዮ ነገር ክትገብረሉ ንምግዳድ ኣብ ውሽጥኻ ናይ በደለኝነት ወይ ናይ ገበን ስምዒት ክፈጥር ከሎ እዩ። ንኣብነት ንሓደ ሰብ ሎሚ ክሕግዘካ ኣይክእልን እየ ስራሕ ኣለኒ እንተልካዮ ንሱ ግን ሕራይ ችግር የብሉን ኣነ እኮ ወትሩ ንስኻ ትደልዮ ይገብረልካ እየ ሕጂ ግን ተረዲኡኒ ኣሎ ይብሉኻ። እዚ ማለት ድማ ንዓኻ ንምሕጋዝ ዘይኮነሲ ኣብ ውሽጥኻ ሕማቕ ስምዒት ፈጢሩ እሺ ክትብል ንምግዳድ ዝተገበረ ስውር ጸቕጢ እዩ። ዕውታት ተጻወትቲ ስነ ልቦና ነቲ ንኻልኦት ሰባት ዘለካ ሓልዮት ተጠቒሞም ወትሩ ክትስዕወሎም ይገብርኻ ማለት እዩ። ክትሰርሐሎም እትሳቶም ዝደልይዎ ክትገብረሎም የገድድኻ። እቲ ሳልሳይ ምልክት ድማ ናይ ምስትንዓቕን ምስገናን ዑደት ኣብ ማሕበራዊ ፍቕሪ ወይ ድማ ዕርክነት ዘጋጥም ሆት ኤንድ ኮልድ ዑደት እዩ። እዚ ሰብ እዚ ሓደ መዓልቲ ኣዝዩ ብሉፅ ፍቕሪ፣ ምስገናን ትኹረትን ይህበካ፣ ንስኻ ድማ ብኡ ትሕጎስ። ንፅብሒቱ ግን ብዘይ ምንም ምክንያት ፍፁም ሸለል ይብለካ። መልእኽትኻ ኣይምልስን፣ ከም ጓና ድማ ይቖጽረካ። ንስኻ ድማ እንታይ ኣበስኩ፣ እንታይ እዩ ኮይኑ ኢልካ ንዕኡ ንምሕጓስ ትጓየ፣ ጊዛኻ ተቃጽል። ሓንሳብ ክትጭነቕ ምስ ረኣየካ ድማ መሊሱ ፍቕሪ ይህበካ። እዚ ነገር እዚ ኮነ ተባሂሉ ንእእምሮኻ ወልፊ ንምፍጣር ዝግበር እዩ። እእምሮኻ ነቲ ዝቕጽል ምስገና ንምቕራብ ወትሩ ኣብ ትሕቲ ቁጽጽር እቲ ሰብ ክትውዕል የገድደካ ማለት እዩ። ራብዓይ ክንርኢ ከለና ድማ ካብ ፈተውትኻ ይፈልየካ። ሓደ ክጥቀመልካ ዝደሊ ሰብ እቲ ዝዓበየ ሓይሊ ዘለካ ምስ ስድራ ቤትካን ፅቡቕ ዝምነየልካ ኣዕርኽትካን ክትኸውን ስለ ዝርእየካ ብስውር ካብኣቶም ክፈልየካ ይጽዕር። ከመይ ገይሩ እንተይልና ብዛዕባ ኣዕርኽትኻ ሕማቕ ነገራት እናተናገረ እዞም ሰባት እዚኦቶም ንዓኻ ጽቡቕ ኣይሙነይልካን ኣነ ጥራሕ እየ ዘፍቅረካ ዝፈትወካ ይብለካ። ብተደጋጋሚ እዚ ክነግረካ ከሎ ካብ ኣዕርኽትኻ ትርሕቕ ሓንሳብ ንበይኑ ምስ ገበረካ ድማ ዝከላኸለልካ ወይ ከዓ ምኽሪ ዝህበካ ሰብ ስለ ዘይብልካ ንሱ ዝበለካ ጥራሕ ክትሰምዕ ትግደድ። እዚ ዓብዪ ናይ ሓደጋ ምልክት እዩ። ስለዚ ክቡራት ተኸታተልቲ ልዋም ሚድያ እዞም ኣርባዕተ ምልክታት እዚኣቶም ኣብ ዙርያኹም ካብ ዘለዉ ሰባት እንተስተዋዒልኩምሎም ፍፁም ሸለል ክትብልዎም የብልኩምን። ህይወትኩም ናይ ባዕልኹም እያ። ማንም ሰብ ናይ ኣእምሮ ፀዋታ ክፃወተልኩም ፍቓድ ኣይትሃቡ። ወሰን ምግባር ኣድላዪ እዩ። ካብዞም ኣርባዕተ ምልክታት ኣብ ህይወትኩም ኣጋጢሙኩም ዝፈልጥ ኣየናይ እዩ? ሓሳብኩም ኣብ ኮመንት ኣካፍሉኒ። መቸም ንሕና ደቂ ሰባት ከከም መልክዕና ባህርያትና ዝተፈላለዩ ድዩ ኣብ ዝኾነ ጉዳይ ከራኽበና ከሎ ድማ ሰባት ኢና ምስ ሰባት ኢና ንነብር እሞ ሓደ ብጎርሁ ሓደ ብጎርሑ ዝበሃል ኣሎ ስለዚ እቲ ብጎርሁ ዓሻ ኣይኮነን ግን ድማ ብዘይ ምፍላጡ ብዘይ ምስትውዓሉ ዝኾነ ነገር ከምዚ ዝሓደ ከም ሸፈጥ ኣምሲሉ ወይ ከዓ ንባዕሉ ዝጠቅም እንከሃሎ ንኣኻ ይጠቕመካ እዩ ኢሉ ዝኾነ ክህበና ከሎ እዞም ዝጠቐስኩልኩም ኣርባዕተ ምልክታት ክንሪኦሉ እንከለና ግን ኣብ ህይወትና ወሰን ክንገብር ደኣ ይግበአና እምበር ናብ ማን እዩ እናበና እንድሕር ምስቲ ሰብ ንጉተት ኮይንና ግን ርእስናን መፃኢናን ኢና ንጎድእ ማለት እዩ። ምክንያቱ ክንደይ ሰብ ኣሎ ፀጉሪ በጊዕ ተኸዲኑ ተኹላ ማለት እዩ ንዓና ከም ዝጠቅም ኣምሲሉ ንዓና ከም ዝረብሕ ኣምሲሉ መፃኢና ወይ ከዓ ህይወትና የፀልመተልና እሞ ስለዚ ካብ ከምዚኦም ዝበሉ ሰባት መጀመርያ ያው ፅቡቕ እንታይ ይበሃል ፅቡቕ ዓርኪ ፅቡቕ መሓዛ ወይ ከዓ ፅቡቕ መኻይዲ ናይ ህይወትካ ፍርቂ ኣካል እዩ ክበሃል ይከኣል እዩ ግን ድማ ኣየጋጥመና ኣይበሃል እሞ ከምዚኦም ዝበሉ ሰባት ከጋጥሙና ከለዉ ግን ዝኾነ ቀይሕ መስመርስ ክህልወና ይግባእ ክነስተውዓለሉ ከለና ሓደ ክልተ ግዘ ሲ ንሓቅነትና ነቶ ውሽጥና ዘሎ ስምዒት ዘይኮንና ክንጠራጠሮ ዝግበአናስ እንታይ ደኣ እዩ እዚ ሰብ እዚ ምሳየ ኣይከድን ኢና ኢና ወሰን ክንገብረሉ ዝግበአና ንህይወትና ሓለዋ ክንገብረሉ ዝግበአና እየ ክብል ዝደሊ መቸም ካብ ትዕዝብትኻ ኣብ ከይዲ ጉዕዞኻ ፅቡቃት ሰባት ኣለዉ፣ ቁኑዓት ሰባት፣ ክፉኣት ሰባት እውን ብኡ መጠን ኣለዉ እሞ እቲ ክፍኣቶም እንድሕር ኣለሊናዮም ኮይንና ግን ብገን ኢና ወይ ከዓ ገና እንከለና ያው ካብ ህይወትና ክነግልሎም ንኽእል ኢና ካብ ህይወትና ካብቲ መስመር ናይ ህይወትና ክነውፅኦም ንኽእል ኢና ክብል ይደሊ ብካሊእ ትሕዝቶ ክስካብ ንራኸብ ግን ናይ ሎማዓንቲ ትሕዝቶይ እዚ ይመስል ሰሰናይ ንዓኹም ሰናይ ቅንያት